ታሪኽ ቅድድም ብሽክለታ ኤርትራ እንተተላዒሉ ከይተዘከረት ክትሕለፍ ዘይሕሰብ እዩ ስማ ኣብ ምዕራፍ ታሪኽ ቅድድም ብሽክለታ ሃገርና ብድሙቕ ዝተጸሓፈት እያ ዝተጓናጸፈቶ ዓወታትን ዝሓዘቶ ክብረ ወሰንን ልዑል እዩ ነቲ ኣብ መድረኽ ውድድር ዝደመቐትሉ ዓውደ ስፖርት ድማ እነሆ ቀዳመይቲ ኤርትራዊት ጓል ኣንስተይቲ ኣሰልጣኒት ቅድድም ብሽክለታ ብምዃን ካልእ ታሪኽ ኣፅሒፋትሉ ኣላ ወሓዚት ኪዳነ። በዚ በፂሓቶ ዘላ ደረጃ ዕግበት የብላን። ስመንን ስም ሃገረንን ዘፀውዓ ተቐዳደምቲ ብምፍራይ ኣብ ዝለዓለ ደረጃ ክትበፅሕ ትምኒታ ዩ። ወትሩ ከዓ ሕልመይ ፕሮፌሽናል ኣሰልጣኒት ምዃን ዩ ብምባል መደባታ ተሰላስል። ወሓዚት ኪዳነ ኣብ ፈለማ ፍቕሪ ቅድድም ብሽክለታ ኣይነበራን። ተመሃሪት ካልኣይ ደረጃ ኢብራሂም ሱልጣን ዓድቀ እንከላ ግና ሓደ ኣገዳዲ ኩነታት ኣጋጠማ። ካብ ዓዲ ዓዲ ሓሙሽተ ናብ ኣስመራ ጸባ ከተመላልስ ዝተዓዘቡዋ መምህራና ንቤት ትምህርታ ወኪላ ውድድር ከተካይድ ጸውዑዋ። ንሳ ግና ሓንገደት። ብግዲ ስለ ዝተባህለት ግና ሓራ ኢላ ረዓመት። ብናይ ጎረቤታ ብሽክለታ ገይራ ኣብ ክልተ ሽሕን ትሽዓተን ኣብ ውድድር ኣብያተ ትምህርቲ ዞባ ማእከል ብምስታፍ ንቤት ትምህርታ ዓወት ሒዛትላ መጸት። ነቲ ንሳ ዘይትፈትዎ፣ ስድራኣ ዘይድግፍዎ ቅድድም ብሽክለታ ከኣ ብኡ ኣቢላ ኣተወቶ። ኣብ ክልተ ሽሕን ዓሰርተን ብዓወት ዝደመቐ ውድድር ኣብ ማውንቴን ባይክ ኣካየደት። ኣብ ዝቐጸለ ዓመት ፈደረሽን ቅድድም ብሽክለታ ዞባ ማእከል ሙሉእ ዕጥቂ እንዳ ኮርሶን ብምሃብ ምስ ብጾታ ኣበገሰ። ካብ ማውንቴን ናብ ዳኮርሶ ዝሰገረት ወሓዚት ምስ ዓወት ቀልጢፋ እያ ተራኺባ። ብተመዝግቦ ዓወታት ስማ ኣብ መድረኽ መወዳደሪ ቦታ ተደጋጊሙ ተጸዊዑ እዩ። ብዘመዝገበቶ ዓወታት እውን ኣባል ሃገራዊት ጋንታ ኤርትራ ክትከውን ክኢላ። ካብ ክልተ ሽሕን ዓሰርተ ሓደን ክሳብ ክልተ ሽሕን ዓሰርተ ኣርባዕተን ኣከታቲላ ንኣርባዕተ ዓመታት ጎብለል ሻምፕዮን ኤርትራ ክትከውን ዝበቐዐት እያ። እዚ ክሳዕ ሕጂ ዘይተደፈረ ክብሪ ብደቂ ተባዕትዮ እውን ኣይተበጽሐን ኣሎ። ወሓዚት ካብ ኤርትራ ሓሊፋ ኣብ ዝተፈላለየ ሃገራት ተጓዒዛ እውን ዓወት ኣመዝጊባ እያ። ካብ ኤርትራ ወጻኢ ንፈለማ ግዜ ኣብ ክልተ ሽሕን ዓሰርተ ሰለስተን ናብ ግብጺ ተጓዒዛ ኣብ ውድድር ሻምፕዮን ኣፍሪቃ ሰለስተ መዳልያታት ዓቲራ። ኣብ ዝተሳተፈቶ ኣህጉራዊ ውድድራት ብመዳልያ ኣጊጻ እትምለስ ወሓዚት ኪዳነ፣ ኣብታ ንሞሳና ደበሳይ፣ ወጋሕታ ገብረሂወት ሒዛ ኣብ ሻምፕዮን ዓለም ክልተ ሽሕን ዓሰርተ ሽዱሽተን ዝተሳተፈት ቦኹሪ ሃገራዊት ጋንታ ኤርትራ'ውን ኣባል ነይራ'ያ። እታ ንሸሞንተ ዓመታት ማልያ ሃገራዊት ጋንታ ኤርትራ ዝለበሰት ብርክት ዝበለ ዓወታት ዝሓፈሰት ወሓዚት ኪዳነ፣ ፕሮፌሽናል ተጻዋቲት ብምዃን ሓድሽ ታሪኽ ከተጽሕፍ ልዑል ባህጊ ኣንቂዳ እናተጓዕዘት፣ ኣብ ክልተ ሽሕን ዓሰርተ ሸሞንተን ሻምፕዮን ኣፍሪቃ ኣብ ሩዋንዳ ድሕሪ ምስታፍ ካብቲ ስማ ዘድመቐትሉ ዓውዲ ብሰንኪ ዘጋጠማ ናይ ጭዋዳ ጸገም ተሰናበተት። እዚ ንዓኣን ንስድራቤት ቅድድም ብሽክለታን ኣሰንባዲ ክስተት እዩ ነይሩ። ወሓዚት ግና ካብቲ ልባ ዝገዝኣ ዓውዲ ክትርሕቕ ኣይደለየትን። እቲ ንዓኣ ዝተኾለፋ ጉዕዞ ፕሮፌሽናል ብተካእቲ ተጻወትቲ ክትክሕሶ ብምባል ምስታ ኣብ ክልተ ሽሕን ዓሰርተ ሓሙሽተን ተቐዳዳሚት ኮይና ዝተጸንበረታ ጋንታ ጋላ ነፍሒ ከም ካልኤቲ ኣሰልጣኒ ብምዃን ጉዕዞኣ ኣህዱ በለት። ሕሉፍ ተመኩሮኣን ዘለዋ ባህግን ዝረኣየ ሃገራዊ ፈደረሽን ቅድድም ብሽክለታ ድማ ኣብ ክልተ ሽሕን ዕስራን ክልተን ናይ ኣሰልጣኒት ስልጠና ክትወስድ ንግብጺ ለኣኻ። ስልጠናኣ ዛዚማ ምስ ተመለሰት ሙሉእ ሓላፍነት ምስልጣን ጋንታ ጋላ ነፍሒ ብምስካም ነቲ ብደቂ ተባዕትዮ ጥራይ ተባሒቱ ዝጸንሐ ዓውዲ ፈላሚት ብምዃን መወሰቶ። ኣብቲ ኣብ ክልተ ሽሕን ዕስራን ኣርባዕተን ኣብ ኣስመራ ካብ ዩሲኣይ ብዝመጸ ብርያን ኣንቶኒ ዝተዋህበ ስልጠና ኣሰልጠንቲ ካብቶም ዓሰርተ ሸውዓተ ኣሰልጠንቲ እንኮ ጓል ኣንስተይቲ ብምዃን ተሳቲፋቶ። ወሓዚት ጋንታ ጋላ ነፍሒ ክትርከባ እንከላ ጎዶል'ያ ጸኒሓታ። ዝነበረ ሃጓፍ መሊኣ ናብ ዓወት ክትመልሳ ከላ፣ ንጋንታ ማውንቴን ባይክ ሓዊሳ ብምሓዝ ጉዕዞኣ ጀመረት። ወሓዚት ብዛዕባ ምስልጣንን እትሓልፎ ዘላ ጉዕዞን ክትገልጽ እንከላ፣ ኣሰልጣን ምዃን ሓላፍነት'ዩ። ተቐዳዳሚ ተኾይንካ ተመሃራይ ኢኻ። ኣሰልጣን ክትከውን እንከለኻ ግን መምህር ኢኻ። እዚ'ቲ ዝዓበየ ብድሆ'ዩ። ጋላ ነፍሒ ክርከባ ከለኹ ጎዶሎ ጋንታ'ያ ነይራ። እተን ተጻወትቲ እውን ርእሰ ተኣማንነት ኣይጸነሐንን። ኣብ ዝሃብካየን ምኽርን ትእዛዝን ርእይቶኦን ክህባኻ ዘይክእላ ነይረን። ናይ ፈለማ ዕዮይ ድማ ርእሰ ተኣማንነት ከጥርያ፣ ሓሳበን ንምግላጽ ምምሕያሽ ክገብራ ጻዕረይ ኮይኑ ብምባል ተብርህ። ስፖርት ማለት ስራሕ እዩ፣ ኣነ ኣብ ሰራሕ'የ ዝኣምን እትብል ወሓዚት፣ ንተጻወትታ ጸቕጢ ከይገበረት ምስ ዓበይቲ ኣሰልጠንቲ እናተመኻኸረት ጉዕዞኣ ተሰላስል ኣላ። እታ ካብ ዓወት ዘይትርሕቕ ወሓዚት ኪዳነ ኣብ ክልተ ሽሕን ዕስራን ኣርባዕተን ብመንገዲ ብርኽቲ ፍስሃየ ናይ ዓቕን ማልያ ክትዓትር ክኢላ እያ። ደገፍቲ ናብዚ ዓውዲ ምምላሳ ብሓጎስን ደገፍን ከምዝተቐበልዋ እትገልጽ ወሓዚት፣ ናይ ቀረባ ዓላማኣ ነዛ ሒዛታ ዘላ ጋንታ ስጥምትን ዕውትትን ምግባር እዩ። ኪንዮ ምጉዓዝ ድማ ፕሮፌሽናል ኣሰልጣኒት ብምዃን ዓቢ ዓወት ከተጽሕፍ ትምኒታ እዩ። ነዚ ከኣ ርግጸኛ እየ ብምባል ተስምረሉ። ወሓዚት ባህጋ ህያው ክኸውን ዝደገፍዋ ጋንታ ጋላ ነፍሒ ሃገራዊ ፈደረሽን ንኹሎም ደገፍታን ምስጋናኣ ተሕልፍ። ጊዮኮሬሽ ንኣርሰናል ብልክዕ ዝሰማማዕ እዩ ቃል ቴሪ ሄንሪ ግዮከሬሽ ሓደ ኣብዚ ክራማት ናብ ኣርሰናል ተጸንቢሩ ዘሎ ተጻዋታይ'ዩ። እዚ ተጻዋታይ ብማንቸስተር ዩናይትድን ኣርሰናልን ክድለ ድሕሪ ምውራሕ፣ ኣርሰናል መዓልቦኡ ክትከውን ሓር'ዩ። ብዙሓት ወገናት ምስ ሕሉፍ ተመኩርኡ ብምንጽጻር፣ ግዮከሬሽ ካብ ናብ ኣርሰናል ናብ ማንቸስተር ዩናይትድ ክሰጋገር ከምዝቐልል'ዮም ዝዛረቡ ነይሮም። ምኽንያቱ ናይ ቅድም ኣሰልጣኒ ዮክሬሽ ናይ ሎሚ ኣሰልጣኒ ማንቸስተር ዩናይትድ ዘሎ ሩበን ኣሞሪም ብምዃኑ በዚ ከኣ ክልቲኦም ደጊሞም ሓቢሮም ክጻወቱ ድላይ ይህልዎም ይኸውን እዩ ዝብል ትጽቢት ከም ዝሓድር ገይሮም ነይሮም። እንተኾነ ግዮክሬሽ ኣርሰናል መሪጹ። ድሮ ድማ ኣብ ኣርሰናል ናይ ወትሩ ተዘካሪ ዝኾነ ቴሪ ሄንሪ ቁጽሩ ዝነበረት ቁጽሪ ዓሰርተ ኣርባዕተ ማልያ ክለብስ ተዋሂባቶ ትርከብ። ነዛ ግንንቲ ቁጽሪ ዓሰርተ ኣርባዕተ ለቢሱ ድማ ቀዳማይ ጸወትኡ ጽባሕ ሰንበት ኣንጻር ናይ ቅድም ኣሰልጣኒኡ ክገጥም እዩ። ጋዜጠኛታት ንቴሪ ሄንሪ ነዚ ናቱ ቁጽሪ ለቢሱ ኣብ ኣርሰናል ክጻወት ጀሚሩ ዘሎ ከመይ ትሪኦ ክብሉ ሕቶ ኣቕሪቦምሉ ነይሮም። ሄንሪ ክምልስ እንከሎ ድማ ንሱ ኣብ እንግሊዝ ነይሩ እዩ፣ እዚ ክትርስዕዎ የብልኩምን፣ ማልያ ኮቨንትሪ ለቢሱ ተጻዊቱ ዩ ስለዚ እንታይ ዓይነት ቃልሲ ከም ዘለዎ ይፈልጥ ዩ ነዚ ዩ ከኣ ተመሊሱ ዘሎ ልዑል ርእሰ ተኣማንነት ኣለዎ እዚ ኣካላቱ ብምዕዛብ ክትርእይዎ ትኽእሉ ኢኹም ተቐይሩ ዩ ኣብ ኣካላቱ ኣምጺእዎ ዘሎ ተኣምራታዊ ለውጢ ንኣርሰናል ዝበቅዕ ዩ ኣብ ሳጹን እንተበጺሑ ቀታሊ ተጻዋታይ ዩ ቁጽሪ ኣይሕሱን ዩ ከምኡውን ብዙሕ ዕድላት እትፈጥር ጋንታ እያ ዘላቶ ስለዚ ግዮኮረሽን ኣርሰናልን ብልክዕ ዝሰማምዑ እዮም ክብል ገሊጹ። መግለጺ ቴሪ ሄንሪ ልክዕነት ኣለዎ ድዩ የብሉን፣ ግዮኮረሽት ካብ ጽባሕ ሰንበት ኣብ ዝጅምሮ ሓድሽ ዓመት ስፖርት ፕሪምየር ሊግ ክንምልከቶ ኢና። ካርሎስ እቴቬዝ ኣብ ትምህርቲ ዘይተዓወተ ደጋፍ ትምህርቲ ካርሎስ ተቨዝ ብሓሙሽተ ለካቲት ሽሕን ትሽዓተ ሚእትን ሰማንያን ኣርባዕተን እዩ ኣብ ቦነስ ኣይረስ ኣርጀንቲና ተወሊዱ። ወለዱ ፈለማ ካብ ናይ ኣዲኡ ሽም ብምብጋስ ካርሎስ ኣልቤርቶ ማርቲነዝ እዮም ኣውጺኦምሉ። ሓትንኡ ኣድርያን ኖሚ ማርቲነዝን በዓል ቤታ ሱጌንዶ ሮሜንዶ ቴቨዝን ንኸዕብይዎ ምስ ኣርዓምዎ ስሙ ናብ ካርሎስ ቴቨዝ ተቐይሩ። ቴቨዝ ኣብ ክሳዱ ዘሎ ናይ ቃጸሎ ምልክት እቲ ፍሉይ መለልዩ እዩ። እዚ ብንእሽቱ እንከሎ ኣብ ዝፈለሐ ማይ ብምውዳቑ ካብ የማናይ እዝኑ ጀሚርካ ብክሳዱ ገይሩ ክሳብ ኣፍልቡ ቃጸሎ ኣጋጢምዎ። በዚ ከኣ ንከባቢ ክልተ ኣዋርሕ ኣብ ሆስፒታል ክዕቆብ ተገዲዱ። ቴቨዝ ናብ ቦካ ጁንየርስ ምስ ተጸንበረ እታ ክለብ ናይ መጸባበቒ መጥባሕቲ ክገብር ሕቶ ኣቕሪባትሉ ነይራ። ንሱ ግና እዚ ኣሰር ክፋል ሕሉፈይን ናይ ሎሚ መግለጺየይን እዩ ብምባል እዩ ሓንጊዱ። ካርሎስ ቴቨዝ በዚ ስምብራትን ሓጺር ቁመትን ካብ ግዜ ንእስነቱ ኣትሒዙ ብብጾቱ ምስ ተሸደደ እዩ። ንእሽተይ ተመሃራይ እንከሎ ኣብ ትምህርቲ ንፉዕ ኣይነበረን፣ ግን ወትሩ ኣብ ጎኒ ንፉዓት ተመሃሮ ኮፍ ምባል የዘውትር ነይሩ። ኣብ ክፍሊ መምህር ሕቶ ሓቲትዎ ጌጋ መልሲ ምስ ዝምልስ በተን ኣብ ክፍሉ ዝነበራ ደቂ ኣንስትዮ ይሽደድ ነበረ። ኣብ ሰዓታት ምሳሕ ድማ ደቂ ክፍሉ ብዛዕብኡ ክዛረቡ እንከለዉ ይሰምዖም ነበረ። ወትሩ እቲ ሕሜታ ኣዝዩ ዘገርም ንእሽቶ ኣእምሮ ዘለዎ ሓጺር ሰብ ዝብል ነበረ። ንሱ ግን ንሕሜትኦም ግዲ ከይገበረ ህይወት ንምምራሕ ይቃለስ ነበረ። ጽቡቕ ዕድል ኮይኑ ድማ ብኩዕሶ እግሪ ክደምቕ ጀመረ። ሕልፊ መማህርቱ ንሱ ጸብለል በለ። መላእ ዓለም ካርሎስ ቴቨዝ ዝበሃል ናይ ክንፍን ናይ ቅድሚት ኣጥቃዓይን ክትላለዮ በቕዐት። ኣርጀንቲናውያን እዚ እኮ ወዲ ሃገርና'ዩ እናበሉ ንስሙ ክምጉሱ ተሰምዑ። ሓደ እዋን ድማ እቶም ዓሻ፣ ደንቆሮ፣ ሓጺርን ካልእን እናበሉ ዝነቕፍዎ ዝነበሩ ደቂ ክፍሉ ናብኡ ብምምጻእ ሽሞም ኣላልዮም መምሃርቱ ከም ዝነበሩ ነገርዎ። ንሱ በቲ ናይ ቁልዕነት ተግባር ቂም ክሕዝ ኣይመረጸን። ኣብ ክንዲ ሕነ ምፍዳይ ድማ ናይ ዩኒቨርሲቲ ትምህርቶም መታን ክከታተሉ ክኸፍለሎም ጀሚሩ። ስለምንታይ ትኸፍለሎም ኣለኻ ተባሂሉ ምስ ተሓተተ ድማ ደቂ ገዛውተይ ስለ ዝኾኑ ክብል መሊሱ። ካርሎስ ብዛዕባ ትምህርቲ ክዛረብ እንከሎ ትምህርቲ ኣዝዩ ኣገዳሲ'ዩ፣ ግና እቲ እንኮ መንገዲ ዓወት ንሱ ጥራይ ኣይኮነን። ኣብ ትምህርቲ ንፉዕ ኣይኮንካን ማለት ኣብ ዝለዓለ ደረጃ ህይወት ኣይትበጽሕን ኢኻ ማለት ኣይኮነን። ብዙሓት ቢልዮነራት ተተመልኪትና ናይ ትምህርቲ ታሪኽ የብሎምን። ዓወት ዝኽሰት ብሉጽ ኣብ ዝኾንካሉ ዓውዲ ኣሚንካን ጠንኪርካን ብምስራሕ'ዩ ዝመጽእ ብምባል ምኽሩ የካፍል እቲ ኣብ ትምህርቲ ዘይተዓወተ ደጋፍ ትምህርቲ ኣርጀንቲናዊ ኮኾብ ካርሎስ ቴቨዝ። ስዋረዝ ናብ ኣርሰናል ንኸይሰጋገር ዘማኸሮ ጀራርድ ምዃኑ ሓቢሩ። ኣብ 2013 ኣርሰናል ነቲ ምስ ሊቨርፑል ዝጻወት ዝነበረ ሉዊስ ስዋረዝ ክብረ ወሰን እታ ጋንታ ብዝሰበረ መጠን ብ40 ሚልዮን ፓውንድ ናብ ሕቑፎኦም ክእትውዎ ኣንቀሉ። ኣብቲ ወዲ 26 ዓመት ዝነበረ ኣጥቃዒ እምነት ኣሕዲራ ዝነበረት ሊቨርፑል ፈጺማ ክትለቆ ኣይደለየትን። እንተ ስዋረዝ ኣብ ሻምፕዮንስ ሊግ ምስታፍ ባህጊ ስለ ዝነበሮ ኣብ ኣርሰናል ክደምቕ ባህጊ ኣሕደረ። ናብ ኣርሰናል ናይ ምስግጋር ባህጊ ህያው ክኸውን ድማ ደጋጊሙ ደፍኣሉ። እቲ ኣብ ሊቨርፑል ኪንዮ ዓመትን ፈረቓን ክጸንሕ ባህጊ ዘይነበሮ ዩራጓያዊ ተጻዋታይ፣ ሃንደበት ሓሳቡ ብምቕያር ኣብ ኣንፊልድ ታሪኽ ክሰርሕ በቒዑ። ነዚ ኣብ ሊቨርፑል ክጸንሕ ዝገበሮ ምኽንያት ድማ ኣብቲ ግዜ ሓላኣ ጋንታ ሊቨርፑል ነበር ስቲቨን ጀራርድ ምዃኑ ሓቢሩ። ነቲ ኣጋጣሚ ክዝክር እንከሎ ስዋረዝ ኣነ ምስ ካልእ ክለብ ናይ ምኽታም ዕድል ነይርኒ፣ እንተኾነ ንዕረፍቲ ናብ ዩራጓይ ምስ ከድኩ ኣሰልጣኒ ሊቨርፑል ደወለለይ፣ ሓዱሽ ኣተሓሳስባ ኣብታ ክለብ ብምትእትታው ነታ ክለብን ፍልስፍናኣን ክቕይር ከም ዝተበገሰ ነጊርኒ፣ ባህጉ ናብ ሻምፕዮንስ ሊግ ብምምላስ ዓበይቲ ዋናጩ ክዓትር ከም ዘንቀደ ነጊርኒ። ክኣምኖ ሓቲትኒ እቲ ዕላል ደስ ኢልኒ በቲ ኣብታ ክለብ ከተኣታትዎ ዝተበገሰ ፍልስፍና ርዒመ ንወኪለይ ደዊለ ነዛ ክለብ ክገድፋ ኣይደልን እየ ኣብ ሊቨርፑል ካልእ ዕድል ዓወት ከናዲ እየ ኢለዮ ብምባል ድማ ይገልጽ። እንተኾነ ዓመተ ክልተ ሽሕን ዓሰርተ ክልተን ዓሰርተ ሰለስተን ከምቲ ባህጉ ኣይኮነትሉን፣ ሱዋረዝ ድማ ናብቲ ናይ ቀደም ሓሳቡ ተመልሰ፣ ነቲ ምስ ሊቨርፑል ዝሰኣኖ ክብሪ ምስ ካልእ ክለብ ብምዃን ክደሊ ተመነየ። ኣርሰናል ድማ መዕረፊት ድላዩ ገበረ። ኣርሰናል እውን ነዚ ጥቃዓይ ክውንንዎ ተጓየዩ። ኣርብዓ ሚልዮን ፓውንድ ሒዞም ልዳት ሊቨርፑል ኳሕኩሑ። ኣብ ቀረባ ዝጸንሐ ስዋረዝ እዚ ጻውዒት በሃበሎ። ናብ ኣርሰናል ክሰጋገር ኣበርቲዑ ሰርሐ። ሓሳቡ ንጀራርድ ምስ ኣካፈሎ ግና ትምኒቱ ዝቕይር ሓሳብ ኣካፈሎ። ስዋረዝ ንናይ ጀራርድ ብህሎ ክዝክር እንከሎ፣ ንጀራርድ ሓሳበይ ምስ ነገርክዎ፣ ንሱ ኸኣ ኣብዚ ዓመት ምምሕያሽና እንተ ቐጺልና፣ ንዓመታ ንስኻ ከምቲ ትምነዮ ተጻዋታይ ክትከውን ኢኻ፣ ሽዑ ኣብ ዝስዕብ ዓመት ንባየር ሙኒክ፣ ሪያል ማድሪድ፣ ባርሴሎና ወይ ካልእ ዝመረጽካያ ጋንታ ክትጻወት ትኽእል ኢኻ። ናይ ምምራጽ ዕድል ክህልወካ'ዩ። ሕጂ ግን ንሓንቲ ተወሳኺት ዓመት ምሳና ጽናሕ ኢሉኒ። ኣነ ድማ ብሓሳቡ ተሰማሚዐ ናብ ኣርሰናል ናይ ምስግጋር መደበይ ኣቋሪጸዮ ክብል ምኽሪ ጀራርድ ካብ ሓሳቡ ከም ዝዀለፎ ሓቢሩ። ሱዋረዝ ምኽሪ ጀራርድ ሰሚዑ ምስ ሊቨርፑል ምጽዋት ምስ ቀጸለ ኣብቲ ዓመት ኣብ ሰላሳን ሰለስተን ዝተሰለፈን ጸወታ ሰላሳን ሓደን ሸቶ ከመዝግብ እንከሎ ዓሰርተ ሸውዓተ ቀረብ ንሸቶ ገይሩ በዚ ከኣ ንመጀመርያ ግዜ ዋንጫ ፕሪመር ሊግ ንክዓትሩ ተቐራሪቦም ሱዋረዝ ከምቲ ጀራርድ ዝበሎ ምስ ሊቨርፑል ካብ ክልተ ሽሕን ዓሰርተ ሓደን ክሳብ ክልተ ሽሕን ዓሰርተ ኣርባዕተን ብምጽዋት ምስታ ስሙ ደጊሙ ዘድመቐላ ባርሴሎና ተጸንቢሩ። እምበኣርከስ ክቡራት ተኸታተልትና ንሎሚ ዝሓዝናዮ ትሕዝቶ ስፖርት ኣብዚ ይፍጸም። ከም ወትሩ ሼር፣ ላይክ ከምኡውን ኮመንት ብምሃብ ዘለኩም ርእይቶ ይኹን ነቐፌታ ከምኡውን ምክትታልኩም ምሳና ከተዕብዩ ንላቦ። ብዝተረፈ ሰላም።